Hello ዝኸበርክን ኣሕዋተይ ከመይ ኣለኽን ደሓን ዶ ኣለኽን ኣነ እግዝኣብሄር ይመስገን ጽቡቕ ኣለኹ ንስኽን ከኣ ጽብቅ ክትህልዋ ተስፋ እገብር ሎማዓንቲ ከኣ ብኻልእ ቪድዮ መጼክን ኣለኹ ናይ ጨጉሪ ፕሮዳክት ኣነ ዝፈትዎ ማለት እዩ ብዙሕ ግዜ ተጠቀምክሉ መብዛሕትኡ ቅድሚ ሕጂ ኣርእየክን ዝነበርኩ እዩ ብዙሓት ሓደሽቲ ከኣ ስለ ዘለኽናኒ ዝሓተትክናን ኣሕዋተይ ከኣ ስለ ዘለኽን ሒዘ መጼ ኣለኹ ማለት እዩ እንጆይ ክትገብርኦ ተስፋ እገብር መጀመርያክን እንድሕር ኮይኑ ሳብስክራይብ ግበራ እተን ሓደሽቲ ሳብስክራይብ ዝገበርክናለይ ብዙሕ ኣሕዋተይ ከኣ ብጣዕሚ እየ ዘመስግነክን የቀንየለይ እንቋዕ እንቋዕ ናብዚ ቻነለይ ብሰላም መጻኽን ሕጂ እቲ ቪድዮ ክጅምሮ እየ ማለት እዩ ከምቲ ዝበልኩኽን ቅድሚ ሕጂ ሰሪሐ ነይረ ሓደ ሓደ ሓድሽ እዩ ማለት እዩ መብዛሕቱ ከዓ ኩሉ ግዜ ዝጥቀመሉ ማለት እዩ እሱ ሒዘ መፅእ ኣለኹ መጀመርያ እዚ ብቀዳማይ ደርኣኹኽን ማለት እዩ ካብቲ ጄማክስ ገዚኤ እዮ ቅድሚ ሕጂ ምስ ተሰማማዓኒ ከኣ ካብ ክስታይ ገዚኤዮ ዝበልኩኽን ካብ ኣልታ ብቀዳማይ ዝገዛእኹም ኣቲ ሻምፖን ኮንዲሽነር ሻምፖ ኣይተሓጸብኩሉን እዚ ኮንዲሽነር ግን ኦረዲ ጀሚረዮ ማለት እዩ እዚ ብሬጅዮ እዚ ጽቡቅ ብራንድ እዩ ኣብ ኣልታ ክቡር እዩ ኣነ ክስታይ ስለ ዝነበረኒ እየ ገዚኤዮ ፖይንት ከምቲ ዝበልኩኽን ኣብቲ ጄማክስ ግን ትረኽቦኦ ኢኽን እዚ ማለት እዩ እዚ ብሬጅዮ ክጽሕፈልክን እየ ኣብቲ ታሕቲ እንድሕር ብዙሕ ዘይረኣ ኮይኑ ኣብቲ ታሕቲ ክጽሕ ኣብቲ ዲስክሪፕሽን ባክስ ክጽሕፈልክን እየ እንድሕር ዝረኣየክን ኣሎ ካብ ተሌፎንክን እንድሕር ትሪኦ ኣለኽን ስክሪን ሻት ክትገብርኦ ትኽእላ ኢኽን እዚ ማለት እዩ እዚ ብጣዕሚ ጽቡቕ ሻምፖን ኮንዲሽነሩን ከምቲ ድበልኩኽን ካልኣይ ግዜ ግዜ እዮ ማለት እዩ ብጣዕሚ ፈትየዮ ቅድሚ ቀደም ኣብቲ ናይ ሓደ ቀደም ቪድዮ ኣይረኣኹኽን ነይረ ማለት እዩ ካልእ ከዓ እንታይ ኣለኒ እዚ ወን እዚ ወን ከዓኒ እዚ ኦንላይን እዩ ድግዛእ ግን ብጣዕሚ ፅቡቅ ዳብሊዩ ኤን ወን ማለት እዩ ዝኸማን ክፅሕፈልክኒ ቀደም ማለት እዩ ቅድሚ ክንደይ ዓመት ሸውዓተ ዓመት ሸሞንተ ዓመት ትኸውን እጥቀመሉ ነይረ ብጣዕሚ ፅቡቅ ኦንላይን ኢኻ ኦርደር ትገብሮ ነርካ ሕጂ ግን ካብ ኣማዘን ገዚኦም ማለት እዩ ኣማዘን ብዙሓት ሴለርስ ኣለዉ ሕስር ድበለ ርኢኹም ትገዝኦ እዚ ከዓ ብጣዕሚ ፅቡቅ ንጨጉርካ ኣለስልስ የብሎ ማለት እዩ እዚ እውን ክፅሕፎ እየ ቀደም ኦንላይን ኦርደር ገብሮ ኔረ ደሓር ግን ሕጂ ኣብ ኣማዘን ማለት እዩ ካብኡ የምፅኦ እዚ ከዓ ብጣዕሚ እዩ ንጨጉርካ ዘለስልሶ ብጣዕሚ ፅቡቅ ኮንዲሽነር እዩ ማለት እዩ ካልእ እቲ ሻምፖ እዚ ቅድሚ ሕጂ ዘርኣኹኽን እዚ ወላ ቆልዑት ክሓፅብ ከለኹ ጥቀመሉ እየ ወላ ኣብ ካስኮ ሽየጥ ኔሩ እዩ እዚ ካብቲ ጄማክሲ ኣነ ገዚኤዮ ኔረ ካብ ማርሻልስ እየ ገዚኤዮ ኔረ ቅድሚ ሕጂ ደረቅ ክኾን ማለት እዩ ጎዞ እየ ንጨጉሪ ድሃስ ንክስታይ ድሃስ ንቆርበት ድሃስ ነገር ስለ ዘይብሉ ወላ ናቹራል ስለ ዝኾነ ንወላ ንቆልዑት እየ ዝጥቀመሉ ማለት እዩ እዚ እንደገና ከዓ ናቱ ሻምፖን ኮንዲሽነርን ድሕር ይኹን ረኺብክን ከዓ እዚ ፅቡቅ ኣብ በዓል ማርሻል እዘን ኣብ ኣሜሪካ ዘለኽን ማለት እዩ ኣብ በዓል ማርሻል ኣብቲ ጄማክስ ክትረኽብኦ ከለኽን ሕሱር እዩ ኣብ ኳስኮ ከዓ ክልቲኡ ብሓንሳብ ሽየጥ ነይሩ ቅድሚ ሰለስተ ዓመት ገለ ማለት እዩ ካልእ ከዓኒ እዚ ከኣ ኩሉ ጸጽቡቕ እየ ዘርእየክን ዘለኹ ድፈትዎ ማለት እዩ። እዚ ከኣኒ እዚ ማካደምያ ድብል ከኣኒ ናዚ ከኣ ሻምፖን ኮንዲሽነርን ከኣ ብጣዕሚ እየ ድፈትዎ ማለት እዩ። ናቱ ክሬም ከኣ ዝርእዮ እዚ ሕጂ ኣነ ካብ ካልእ ግዜ ይፈልጥኒ ካብ በዓል ማርሻል ስቲ ጄማክስ እየ ድገዝኦ ናቱ ክስታይ ከኣ ኣለኒ ሄር ማስክ ማለት እዩ ብጣዕሚ ጽቡቕ ሄር ማስክ እዩ ዘሎ ናቱ እዚ ማለት እቲ ሻምፖ ኮንዲሽነር ከኣ ናቱ ኣለዎ ልክዕ ማለት እዩ ጽቡቅ ናይ እዚ ከኣ ብጣዕሚ ፈትዎ ማለት እዩ ንዓይኒ ደቀይ ንጥቀመሉ እቲ ክሬም ከኣኒ እዚ ሄር ማስክ ዝበልክኹን ከኣ እዚ እዚ ክንደይ ግዜ ገዝኤ ኣለኹ ማለት እዩ እዚ ትጥቀም ከምቲ ዝበልኩን ካብ በዓልቲ ጄማክስ እየ ዋላ ዝድገዝኦ ማርሻል ገለ ማለት እዩ እዚ ሕጂ ጨጉረይ ብሻምፖን ኮንዲሽነር ምስ ተሓፀብኩ ንዕኡ ገይረ ከዓኒ ክስታይ ይገብር ማለት እዩ ፕላስቲክ ገለ ጌረ እንዳ ሰራሕኩ ገለ ጸንሕ ደሓር ምስ ሓጸብኮ በቃ ጽቡቅ ክኮን ማለት እዩ እዚ ጨጉርካ ዳመጅ እንድሕር ኮይኑ ከምዚ ማስክ ናይ ግድን ክንገብር ኣለና ኣብ ገዛ ከዓ ሓደ መዓልቲ ማስክ ከምቲ ዝበልኩ ክንክሰርሕ ኢና ጨጉሪ ማለት እዩ እዚ ሕጂ እዚ ብጣዕሚ ጽቡቅ እዩ ሻምፖን ኮንዲሽነርን ምስ ገበርክን ናይ ግድን እዚ ማስክ ክትገብራ ክንገብር ኣለና እየ ድብል ብፍላይ እተን ንኣሽቱ ንኣሽቱ ወላ ኣለዋ ማስክ ድኾነ ወላ ካብ በዓል ወርማት ገዚእና ኣብ ወረቐት ንሓንሳብ ንልከየን ማለት እዩ ፅቡቅ ዝኾነ ገዚእና ንጨጉርና ማለት እዩ ድሓር ናይ ግድን ሻምፖን ኮንዲሽነርን ጥራሕ ገይርና ክንገድፎ የብልናን እዚ ማስክ ምስ ገበርና ኣለኻ ጨጉርና ፅቡቅ ኸውን ማለት እዩ ካልእ ከዓኒ ኣፀቢቑ ኣፀቢቑ ዘለስልስ ናይዚ ሻምፖን ኮንዲሽነርን ከዓኒ እዚ ሊቪንግ ኮንዲሽነር እዩ ግን እዚ ኦኬ ብራንድ ድብል ደሎ እዚ ማለት እዩ ኦኬ ብራንድ ድብል ደሎ እዚ ኮንዲሽነር ናይዚ ብጣዕሚ እዩ ፅቡቅ ክፅሕፈልክን እየ ኣብ ወልማርት ኦንላይን ኣሎ ኣብ ዝኾነ ኦንላይን ኣሎ ማለት እዩ ካብኡታት ክትገዝኦ ትኽእላ ኢኽን እዚ ማለት እዩ እዚ ከዓ ብጣዕሚ ዘለስልስ ኮንዲሽነር ማለት እዩ እዚ በቃ ፅቡቅ እዩ ማለት እዩ እዚ ሕጂ ኣፀቢቁ ንምልስላስ ማለት እዩ እቲ ናቱ ኮንድሽነር እዚ ኣብ ወልማርት ኦንላይን ኣሎ ወላ ኣብ ኣማዘን ኣነ ሕጂ ድኾነ ነገር እንድሕር ስኢነ ማለት እዩ ድፈትዎ ነገር ኣብ ኣማዘን እየ ኦርደር ዝገብሮ ዝኾነ ነገር ኣብኡ ትረክብ ማለት እዩ ድሰኣንካዮ ኣብ ስቶር ድሕር ፅቡቕ ነገር ኮይኑ ኣብ ኣማዘን ዝኾነ ነገር ኢኻ ትረክብ ማለት እዩ እዚ ካብኡ ገብሮ ማለት እዩ ዓብ ኣሎ ናይዚ ኮንድሽነር እዚ ሕጂ ኣፀቢቑ ነቲ ጨጉርኻ ጥንግንግንግ ምስ በለ እሱ ምስ ገበርካሉ በቃ ጨጉርካ ፍትሕትሕ ኢሉ ኣለስልስ ተብሎ ማለት እዩ ንምልስላስ ግን ዝኾነ ደይኮነ እዚ ኦኬ ድብል ብራንድ ማለት እዩ እዚ ኦኬ ድብል ብዙሕ ብላክ ጀማይካን ካስተር ኦይል ድብል ነገር ስለ ዘሎ እዚ ማለት እዩ ናይዚ ኮንዲሽነር ብጣዕሚ ፅቡቅ እዩ ድሕር ኣብቲ ከም ትበልኩን ኣብ ቴሌፎን ትሪኦ ኣለኽን ስክሪንሻት ግበረኦ ኣብቲ ዲስክሪፕሽን ባክስ ከዓ ክፅሕፈልክን እየ ማለት እዩ ካልእ ከዓኒ እዚ ጨጉሪ ጨጉረ በጥ ከም ዝበጥ ከብሎ ከለኹ ከዓኒ ጀል ኣይጥቀምይ ኢለክን እዚ ካብ መጠን ንላዕሊ ጽቡቅ እዩ እዚ ማለት እዩ ከምቲ ድበልኩክን ሓደ ግዜ ኣብቲ ናትና ቢዲ ሳፕላይስ ኣብዚ ዓዲ ዘለናይ ሓበሻ ኣላ ጀል ክገዝእ ምስ በልኳ ንምንታይ ጀል ትገዝኢ እዚ ጽቡቅ እዩ ምስ በለትኒ እዚ ጥቃም ማለት እዩ ጨጉረይ በጥ ከብሎ ከለኹ ብዙሕ ከምዚ ገይረ ከምዚ ከምዚ ገብሮ ማለት እዩ ደሓር በዚ ብራሽ ገይረ እዚ ብራሽ እዚ ማለት እዩ እዚ ብራሽ እዚ ድኾነ ከምዚ ክስታይ ድመስል እዚ ጽቡቅ ብ ጌረ ንዑ ሰበልኩ ከምኡ ጌረ ደሓር እዚ መንዲል ጌርካ በጥ ተብሎ ጨጉርኻ ኣይ ክስታይ ይገብሮን እዩ ወላ መዓልቲ መዓልቲ ትገብረሉ ከምኡ በጥ ክብል ከም ደጽላኣካ ፕሮዳክት ኣይኮነን ኣብ ጨጉርኻ እንደገና ከኣ ጨጉርኻ ኣልስልስ ይደብሎ ማለት እዩ ወላ ሓንቲ ጉድኣት ገለ የብሉን ብዙሕ ከም ዝወድእ ማለት እዩ ካልእ ከኣኒ እዚ ከኣኒ እዚ ሕጂ ኣርእየክን እዩ ጽቡቅ ገይረ መስለኒ እዚ ኣሊቭ ኦይል ድብል ማለት እዩ ፑዲን እዚ ሕጂ ኣብ ወልማርት ወላ ኣብ ሄር ሳፕላይስ ኣብ ዝኾነ ቦታ ኣሎ ማለት እዩ ጀል ገለ ኣይትጠቀማ እዚ ፅቡቅ እዩ ምክንያቱ ድርቅ ስለ ድብል ጀል ኣነ ብዙሕ ጀል ኣይጠቀምን እየ ማለት እዩ እዚ ግን ብጣዕሚ ፅቡቅ እዩ እዚ ገዚእኽን ቀሊል ማለት እዩ እዚ ግብር ኣቢልካ ምስ ተሓፀብካ ጨጉርኻ ዋላ እንድሕር ክስታይ ኮይኑ እዚ ጌርካ በጥ ኣቢልካ

ንዕኡ ክስታይ ይገብረልካ ማለት እዩ ጽቡቅ ገይሩ እዩ በጥ ደብሎ ማለት እዩ እዚ ጥቀም ጨጉረይ በጥ ከብሎ ከለኹ እዚ ክሬም ገይረ እሱ ምስ ተጠቀምኩ እዚ ከዓኒ ሕጂ ጨጉረይ ስለ ዝተሓጸብኩዎ ሓድሽ ክስታይ ስለ ደግበልኩዎ ኣይገበርኩሉን እዚ ግን እዚታትካ ጸሊም ይኸውን ማለት እዩ ንሓንቲ መዓልቲ እዩ እንደገና ከኣኒ ይኸይድ እዩ መድል ክሽፍኖ ኣለክን ክድቅሳ ከለኽን ምክንያቱ እቲ ፀሊም ስለ ድፅይቕ ማለት እዩ ቴምፖራሪ እዩ ግን ጨጉርካ ፅብቅ ገብሮ ማለት እዩ ካልእ ከኣኒ እዚ ናይ ብሎው ድራይ ክገብሮ ከለኹ ጨጉሪ እንድሕር ስትሬት ክገብሮ ደልየ ከኣኒ እዚ መድረቂ እዚ እየ ድጥቀም እዚ ሬቭሎን ማለት እዩ እቲ ሓደ ኖርማል መመሸጥ ነይርኒ ግን እዚ ኣብ ኣማዘን ጽቡቅ ረቪው ስለ ዘለዎ ብጣዕሚ ጽቡቅ እዩ ስትሬት ትገብር ኮለካ ጨጉርካ ብሎው ድራይ ክትገብሮ ስለ ረኣኹ ገዚኤዮ ማለት እዩ ሕጂ ዓመት ገለ ገይረ ኣለኹ እዚኣ ካብ ዝገዝኣ ካብ መጠን ንላዕሊ ካብ መጠን ንላዕሊ እዚ ጽቡቅ ማለት እዩ ቢጎዲኒ ገለ ኣነ ኣይገብርንየ ግዜ የብለይ እንደገና ካብ ቢጎዲኒ ቀደም ገዲፈየ ማለት እዩ ጨጉርና ምስ ተሓጸብና በዚ ስታይ ጌርና እዚ ሂት ፕሮቴክተር ናይ ግድን ሂት ፕሮቴክት ክንገብር ኣለና ነቲ ጨጉርና ዳሜጅ ከይገብሮ እቲ ሓዊ ማለት እዩ እዚ ቺ ይጥቀም ሽዑ ንሽዑ ካልእ ከዓ ኤትስቴን ድብል ከዓ ነይርኒ ብጣዕሚ ፅቡቕ ሕጂ የብለይን እሱ ኣለኒ ካልእ ከዓ ነይርኒ ኣበየሎ እዚ ከዓኒ እዚ ሕጂ እንድሕር ስትሬት ገብሮ ከሎ ክገብሮ ማለት እዩ እዚ ከዓኒ ጥልቂ ኢሉ ከሎ ጥቀመሉ ማለት እዩ እዚ ዝኾነ ካብ ቢጂ ሳፕላይስ ዝገዛእኽዎ ማለት እዩ እዚ ቺ ግን ጽቡቅ እዩ ጥልቅ ኢሉ ከሎ ጨጉረይ በዚ ገይረ ማለት እዩ እሱ ገብረሉ ድሓር ጽቡቅ ገይረ ኣጥብቅ ኣቢለ ከምዚ ምሽጥ ኣብሎ ማለት እዩ ድርቅ ኢሉ ጨጉርኻ ከምዚ ሓዊ ከይገበርካሉ ስትሬት ከይገበርካዮ ከምኡ ድኾነ ይመስል ማለት እዩ እዚ ከመጠን ላዕሊ ጽብቕቲ እያ እዚኣ ሬቭሎን ማለት እዩ ኣብ ካልእ ኦንላይን ሪኦ ነይረ ክቡር እዩ ኣብ ኣማዘን ግን ረእዮ ብዙሕ ረቪው ኣለዎ ክትገዝኦ ትኽእላ ኢኽን ሕፅብ ኣቢልካ ኣድርቕ ተብሎ ቀልጢፉ ደርቀልካ ማለት እዩ ካልእ ከኣኒ እዚ ናይ ጨጉሪ ስትሬት ዝገብረሉ ፓስትራ ከኣኒ ብዙሕ እየ ዝፍትን ነይረ እዚ ሓንቲ መሓዛይ እዚ ኣረጋን ድብል ማለት እዩ ዋላ እንዳ መሻጢት ምስ ከድኩ ሓደ መዓልቲ ኣብዚ ዓዲ ከምዚ ገይረ ሓንቲ ሓበሻ መሻጢት ማለት እዩ ከምዚ ገይረ ኣቲ ምሽጥና እታ እዚ ግፍሕ ዝበለ ኮይኑ ግን እዚ ኣሬጋን ድብል ኣርጋን ድዩ ኣርጋል ድብል ማለት እዩ እዚ ክጽሕፈልክን እምበር ብዙሕ ሓሲስ እዩ እቲ ክስታይ ማለት እዩ በቲ ምስ ኣንቀጽክዎ ሽዑ ኣብኡ ከለኹ በዚ ስሕብስሕብ ኣብሎ ጨጉረይ በቃ ባዕላይ ኣብ ገዛ ይገብሮ ማለት እዩ ቀሊል ይገብረልካ ግን ናይ ግድን እቲ መንቀጺ ካብ መጠን ንላዕሊ እሳ ጽብቕቲ እያ እሳ ክትገዝኣ ኣለክን ማለት እዩ ናይ ሎማዓንቲ እዚኣ ትመስል እንጀገር ክንኦ ክትኮና ተስፋ ገብር ሓደሽቲ እንድሕር ኮንክን ሳብስክራይብ ግበራ ፕሊስ ኮመንት ሸር ምግባር ከኣ ኣይትሕመቃ። ናይ ሎማዓንቲ ቪድዮ እዚኣ ትመስል ኣብ ቀጻሊ ብካልእ ክሳብ ንራከብ ከኣ ብሰላም የራክበና።